ዓለም እንስሳታት ብዙሕ ኣገራሚ ፍጻሜታት እዩ ዘለዎ ንሎሚ ድማ መስርሕ ወሲብ ኣብ መንጎ እንስሳታት ከመይ ከም ዝፍጸምን ብኸመይ ንቐጻልነቶም ከም ዘውሕሱን ክንደስስ ክንፍትን ኢና እሞ ምክትታልኩም ኣይፈለየና ግብረ ሰዶምነት ንዓለምና ዘሸግር ዘሎ ሰይጣናዊ ተግባር እዩ ሰዓብቲ ሰይጣን ነዚ እኩይ ተግባራቶም ሓንሳብ ብስም ሰብኣዊ መሰል ሕማም እዩ ኣዝዩ ዘዕግብ እዩ ካብ ኣቦታትና ዝጸንሓና ተግባር እዩ ወዘተ እናበሉን ሕሉፍ ሓሊፎምን ኣብ እንስሳታት ይረኣዩ ብዝብል ኣዳናጋሪ መረዳእታታት ንእኩይ ተግባራቶም ንምስፋሕ ብፍላይ ድማ ኣብ መንጎ መንእሰያት መዓልታዊ ዕማሞም ኮይኑ ኣሎ ሓቂ እዛ ጸያፊ ተርእዮ ብተመራመርቲ እውን ከም ዝተረጋገጸ ኣብ መንጎ ገለ ካብ ዓሌት እንስሳታት ይፍጸም እዩ ተመራመርቲ ዝተፈላለዩ መረዳእታታት ይህብሉ እዮም ብወገን እምነት ድማ ሓደ ናይ ሃይማኖት ኣቦ ሰይጣን ንወዲ ሰብ ከእምንን ከስሕትን ዘይገብሮ የብሉን ነዚ ጽዩፍ ተግባር ሓቂ ንምምሳል እንስሳታት ከምኡ ክገብሩ ገደፋፍኦም ንዕኡ ቀሊል እዩ ብዓብኡ እኳ ነቲ ሙሉእ ኣእምሮ ዝተዓደለ ሰብ ከስሕት ዘይተሸገረ ነቲ በሃም እንስሳ ምስ ሓደኣ እንታይ ክብርትዖ ብምባል ብዛዕባ እዚ ተርእዮ ዘለዎ መረዳእታ ብምግላጽ በዚ ብዙሕ እዋናት ኣብ መራኸቢታት ዝፍኖ ዘሎን ብወገን ማሕበራት ግብረ ሰዶምነት ልዑል ተገዳስነት ዝወሃቦ ጉዳይ ግብረ ሰዶምነት ኣብ መንጎ እንስሳታት ከይንደናገር ይምዕዱ። ብወገንና ኣብዚ ጉዳይ ዘለኩም ርድኢት ንምስፋሕ ኣብ ዓለም ዘለዉ ኩሎም እንስሳታት ዘይኮኑስ ኣብ ገሊኦም ዝረኣዩ ተግባራት ግብረ ሰዶምነትን ካልኦት ኣገረምቲ ኣገባባት ርክብን ክንትንክፎም መሪፅና ኣለና። ዓለም እንስሳታት ብሕጊ ጫካ እዩ ዝመሓደር። ሓያል ብሓያሉ ዝነብረሉን ድኹም ድማ ትንፋሱ ኣብ ኢዱ ሒዙ ብህይወት ክጸንሕ ብሜላ ዝነብረሉ ዓለም እዩ። ከምቲ ሃብታም ብገንዘቡ ድኻ ብጥበቡ ይቀራረብ ዝተባህለ እንስሳታት እውን ጭካነን ዓመፅን እቶም ብሕጊ ተፈጥሮ ካብኦም ፀብለል ኢሎም ንዝተፈጥሩ ካልኦት እንስሳታት ይኹን ደቂ ዓሌቶም ብብልሓት ክሰግሩ ይፍትኑ እዮም። ኣብ መንጎ እኩባት ዕስለ ዝነብሩ ድኽን ዝበሉ እንስሳታት እውን ካብቲ ዕስለ ከይስጎጉን ኣደዳ ግዳም ሓደርነትን መፍቶ ካልኦት እንስሳታት ከይኮኑን ይባላሓት እዮም ሓደ ካብኡ ግብረ ሰዶምነት ምፍጻም እዩ እንስሳታት ከም ደቂ ሰብ ኣብ ባህ ዝበሎም ጾታዊ ርክብ ክፍጽሙ ይሽገር እዮም ወላ እኳ እቶም ተባዕትዮ ዓመት ምሉእ ንርክብ ድልዋትን ህርፋንን እንተለዎም እተን ኣንስትዮ ግና ኣብ ሓደ ዓመት ንርክብ ድልዋት ዝኾናሉ እዋን ካብ ክልተ ወይ ድማ ሓደ ግዜ ኣይሓልፍን እዩ። ኣብቲ ድልዋት ዝኾናሉ እዋን ፍሉይ ጨና ብምስዳድ ናብቶም ደቂ ተባዕትዮ መልእኽቲ ይሰዳ። እቲ ርክብ ድማ ብዘይ ጸገም ይካየድ። ካብዚ እዋን ሓሊፉ ዝፍጸም ርክብ ብዘይ ድልየት እታ ጓል ኣንስተይቲ ስለዝግበር ዓመጽን ባእስን ዝበዝሖ እዩ ዝኸውን። ከምቲ ዝሓየለ ኣብ ኩሉ ቀዳምነት ዝወሃቦ እዋን ርክብ ወይ ድማ ስራ ምስ ኣኸለ እቲ ዝሓየለ እዩ ነቲ ዕድል ብዘይ ተቐጻጺ ዝረኽቦ። እተን ኣንስትዮ እውን ዝሓሸ ድቂ ክሕዛ ስለ ዝደልያ ክራኸባ እንከለዋ ምስቲ ሓያልን ብሉጽን እየን ክራኸባ ዝመርጻ። ዝበዝሑ ካብኦም ከይሰረሩ ስለ ዝተርፉን እቶም ሓያላት እውን ግዜ ስራት እታ ኣንስተይቲ ምስ ሓለፈ ክራኸቡ ምስ ዝደልዩን ስለ ዝሽገሩን እቶም ኣቐዲምና ኣብ መንጎ እቲ ዝነብሩሉ ዕስለ ድኽም ዝበሉ እንስሳታት ሕቶ ህላውነኦም ከውሕሱ ብፍቓዶም ናይ ጾታ ጊላታት ክኾኑ ይግደዱ። ብፍጥረቶም ተባዕትዮ ከንሶም ምስ ሓደ ካብ ኣባላት እቲ ዕስለ ወይ ድማ ምስ ኩሎም ተጸጊዖም ኣብ ዝሕተትሉ እዋን ዕማም ኣንስትዮ ይፍጽሙ። እዚ ኣብ መንጎ ተዓስለ ዘሎ ውህደትን ሰላምን ኣብ ምርግጋጹን ናቱ ግደ ኣለዎ ይብሉ ተመራመርቲ ስነ እንስሳ። ምክንያቱ እቶም ካብቶም ሓያላት ብዓቕሚ ድኽም ዝበሉ ኣማራጺ ይረኽቡ ብምህላዎም ኣብ እዋን ስራ ዕግርግር ካብ ምፍጣር ይገላገሉ ኣለዉ። እቶም ሓያላት እውን እዋን ስራው ምስ ኣኸለ ዳርጋ ብዘይ ብዙሕ ተቓጻጺ ነቲ ዕድል ክብሕትዎን ንሶም እውን ኣብ ዝደለይዎ ስምዒቶም ዘርዩሉን ኣማራጺ ይረኽቡን ብምዃኖም ኣብዚ ከነስተውዕለሉ ዘለና ኣብ መንጎ እንስሳታት ዝፍጸም ግብረ ሰዶምነት ኣብ ኩሎም እንስሳታት ዝረአ ኣይኮነን። እቲ ቅኑዕ ዝምድና ኣብ መንጎ ክልተ ኣንጻር ጾታ ዝፍጸም ብምዃኑ ኣብ ሰብ ይኹን እንስሳን ተኽልን ተባዕታይ ምስ ሰንስታይ ብምዝማር እዩ ስምዒቱ ዘርውን ቀጻልነቱ ዘውሕስን ወለዶ ዝረክብን። ከምቲ ግብረ ሰዶምነት ኣብ ኩሎም ደቂ ሰባት ዘይረአ፣ እቲ ኣብ መንጎ እንስሳታት ዝረአ ተግባር ድማ ኣብ ኩሎም ኣይኮነን። ህበይ ቦኖቦ ወይ ድማ እቲ ሓጺር ቾምፓንዚ ተባሂሉ ዝጽዋዕ ዓይነት ህበይ ኣብ ጫካታት ኮንጎን ኣማዞንን ይርከቡ። ኣብዞም ዓሌት ግብረሰዶምነት ብማዕረ ኣብ መንጎ ተባዕትዮን ኣንስትዮን ናይ ምፍጻም ተርእዮ ተሰኒዱ ኣሎ። ኣንስትዮ ምስ ኣንስትዮ፣ ተባዕትዮ ድማ ምስ ተባዕትዮ ብምዃን ይሳረሩ። እተን ኣንስትዮ ክባራረያ እንከለዋ፣ እቶም ተባዕትዮ ግና ገሊኦም ቀወምቲ፣ ተቐበልቲ፣ ማለት ተግባራት ኣንስትዮ ክፍጽሙ እንከለዉ፣ ኣብ ካልኦት ግና ናይ ምብርራይ ባህርያት ትዕዘብ። ኣህባይ ቦኖቦ ነዚ ተግባራት እዋን ስራ ምስ ሓለፎ እዮም ዝፍጽምዎ። ዝያዳ ድማ ኣብ መንጎ እቲ ዕስለ ባእስን ዕግርግርን ምስ ዝፍጸም ይካየድ። ብተወሳኺ መጻምዱ ምውላድ ዝኣበየቶ እውን ምስ ከምኡ ተባዕታይ ክራኸብ እንከሎ እታ መጻምዱ እውን ምስ ከምኣ ኣንስተይቲ ክትራኸብ ትረአ። ኣብ ዓሌት ዶልፊን ዝፍጸም ግብረ ሰዶምነት ካብ ዕድመ ሓደ ዓመት ክሳብ ዕድመ ዓሰርተ ዓመት እዩ። ካብዚ መድረኽ እዚ ምስ ሓለፉ ግና ይልብሙ ግዲ ኮይኖም ነቲ ንቡር መስርሕ ምርኻብ እዮም ዝጅምሩ። እቲ ተግባር ኣብ መንጎቶም ተባዕትዮ ጥራይ ነንሓድሕዶም ዝፍጸም ኮይኑ ነቲ መድረኽ ምስ ሓለፉ ነናቶም መጻምዲ ብምሓዝ ዳግማይ ንተግባራት ግብረ ሰዶምነት ከም ዘይፍጽምዎ ይግለጽ። ተመራመርቲ ንምንታይ እዮም ዶልፊን ነዚ ተግባራት ይፍጽሙ ንዝብል ሕቶ ክምልሱ እንከለዉ እታ ጸኒሖም ዝሕዝዋ መጻምዶም ከይትጥንጥኖም ኣቐዲሞም ንሓድሕዶም ብዛዕባ ኣገባባት ምርኻብን ስራን ክመሃሃሩ ኢሎም እዮም ክብሉ ይምልሱ። ዳርጋ ፍርቂ ዓይነት ጸሊም ደርሆ ማይ ነንሓድሕዶም ግብረ ሰዶምነት ይፍጽሙ እዮም። እተን ኣንስትዮ ልዕሊ እቶም ተባዕትዮ ስለ ዘሕይላ ግዜ ስርአን ምስ ሓለፈ ንዝኾነ ተባዕታይ ጸሊም ደርሆ ማይ ኣይተቐርብን ብምዃና እቶም ተባዕትዮ ከም ኣማራጺ ይጥቀምሉ። ማካክ ዝተባህሉ ዓይነት ኣህባይ እውን ተመሳሳሊ ጸገም ስለ ዘለዎም እዚ ተርእዮ ኣብ መንጎኦም ይፍጸም እዩ። ምስ ድኽም ዝበለት ኣንስተይቲ ማካክ ዝነብር ተባዕታይን እቲ ዝሓየለ መራሕቲ ጭፍራን ግና ግብረ ሰዶምነት ኣይፍጽሙን። ውሕድ ኢሉ እዩ እምበር ኣብ መንጎ ኣናብስ እውን እዚ ተርእዮ ይፍጸም እዩ። ተባዕታይ ኣንበሳ ኣብ ሓደ መዓልቲ ክሳብ ሓምሳ ግዜ እዩ ክራኸብ ዝኽእል። ገለ ካብኦም ኣማራጺ እንተስኢኖም ምስ ተመሳሳሊ ጾትኦም ርክብ ክፍጽሙ ይረኣዩ። መስርሕ ምርኻብ ኣብ መንጎ ብዙሓት እንስሳታት ብኣገራሚ ተግባር እዩ ዝካየድ። ኣብ ገሊኡ ተግባራት ዓመጽን ቅትለትን እውን ይሕወሶ እዩ። ኣብ ኣውስትራልያ ዝነብር ዓይነት እንቅርዑብ እዋን ስርኡ ምስ ኣኸለ ንእግረ መንገዱ ምስ ዝጸንሖ ዝኾነ ነገር እዩ ክራኸብ ዝፍትን። ግድን ኣይኮነን ከምኡ ዓይነት እንስሳ ዝደሊ። ስድራ ማዕረ ክንደይ ክቡር ምዃኑ ዘረጋግጸልና፣ ህይወቶም ብምኽፋል ኣብ ህይወቶም ሓንሳእ ጥራይ ዝራኸቡ ዓይነት እንስሳታት እውን ኣለዉ። ኣብ መክሲኮ ዝርከቡ ዓይነት ሃመማ ንኣብነት፣ እቲ ናቱ ፈሳሲ ዘርኢ ቀታሊ ዓይነት ስሚ ስለ ዘለዎ፣ ምስታ ኣንስተይቲ ድሕሪ ምርኻቡ፣ እታ ኣንስተይቲ እንቋቑሖ ምስ ጸፈየት ንእሉት እያ ትመውት። ኣንስተይቲ ሳሬትን እንቅርብዒትን ከኣ ነቲ ዝተራኸበን መጻምደን እቲ ርክብ ምስ ተወድአ ተቐላጢፈን ይበልዕኦ። ኣንስተይቲ ቀጠልያ ዓይነት ኣንበጣ ኣብ እዋን ርክብ ስለ እትሃልኽ ምስቲ ተባዕታይ እናተራኸበት እንከላ ንርእሱ ትበልዖ። እቲ ጉዳመኛ ተባዕታይ ቀጠልያ ኣንበጣ ግን ጸገም የብሉን፣ ምኽንያቱ ብዘይ ርእሲ ንመስርሕ እቲ ስራ ክፍጽሞ ስለ ዝኽእል። ኣብ ንህቢ እውን ተራቶም ተባዕትዮ ምስታ ንግስቲ ምርኻብ ጥራይ እዩ። ጽቡቕ ክንክን ክግበረሎም ይጸንሕ እሞ እታ ንግስቲ ግዜ ምስራራ ምስ ኣኸለ ትነፍር ሽዑ እቲ ዝበለጸን ዝሓየለን ኣርኪቡ ይራኸባ እቲ መስርሕ ምስ ተዛዘመ ንሱ ሽዑ ንሽዑ እዩ ዝመውት እቶም ዝተረፉ ድማ ደሓን ኣለና ኢሎም ናብ ቆፍኦም ምስ ተመልሱ በተን ሰራሕተኛታት ንህቢ ይቕተሉን ይስጎጉን። ኣብ ምድረ በዳ ኣሜሪካ ዝርከብ ሳሬት መሰል ሓሰኻ ክራኸብ ምስ ዝደሊ ኣድብዩ ብምጽናሕ ነታ ዝረኸባ ኣንስተይቲ ብሓይሊ ናብ ጉድጓዱ የእትዋ እሞ ደጋጊሙ ምስ መሬት የጋጭዋ። ኣካላታ ልስልስ ምስ በለ ድማ ብሓይሊ ይራኸባ እሞ ምስ ወድአ ናብ ደገ ይድርብያ። ቁማልን ገለ ዓይነታት ሓሳኹን እውን ተመሳሳሊ ተግባር ይፍጽሙ እዮም። ቁማል ነታ ኣንስተይቲ ምስ ረኸበ ኣብ ሕቖኣ ኣብ ዝኾነ ቦታ እዩ ብሓይሊ ዝራኸባ። እቲ ዝሃስዮ ዘሎ ቦታ ቆሲሉ ከፋት ምስ ገበረ ድማ ንዘርኡ ኣብኡ የፍስስ። ሽዑ እቲ ዘርኢ ባዕሉ ነቲ ኣንቃቑሖ ብምርኻብ ይዳቐል። ኩሉ ብሓይሊ ኣይኮነን፣ ኣፍቲኻ ዝግበር ዓይነት ምርኻብ እውን ኣሎ። ፒሶራ ሚራፕለስ ዝተባህለ ዓይነት ሳሬት ንኣብነት ክራኸብ ምስ ዝደሊ ነታ ኣንስተይቲ ከም ህያብ ሓሰኻ'ዩ ሒዙላ ዝመጽእ። እዚ ተግባር ኣብ መንጎ ኣዕዋፍን ተሰኒዱ ኣሎ። ብተመሳሳሊ እውን ቺምፓንዚ ነታ ኣንስተይቲ ክራኸባ ምስ ዝደሊ ግድን እዩ ዝበለጸ ዓይነት ፍሩታ ከም ህያብ ዝህባ። ብድሕሪኡ ንሳ ንግዚኡ ድያ ትደልዮ ወላ ንሓዋሩ ትውስን። ዝምድንኦም ንሓዋሩ ክኸውን እንተወሲና ክልቲኦም ተባዕታይን ኣንስተይትን ቺምፓንዚ ፍልይ ኢሎም ንሓደ ወርሒ ይሕጸኑ። ከም ባህሪኡ ቺምፓንዚ ወላ እኳ ተጓዳኣይ እንተዘይኮነ መጻምዱ ምስ ካልእ ምስ እትዘውር ከም ስርዓት እዩ ኣብ ኣካላታ ማሰይቲ ዘውርድን ጠንጢንዋ ዘዕዘርን። ተርእዮታት ምዛር ኣብ መንጎ ኣንስትዮ ቺምፓንዚ ይረኣዩ፣ እዚ ግና ካብ ባሮ ዝነቐለ ኣይኮነን። ከም ባህሪ ተባዕትዮ ቺምፓንዚ ዘይናቶም ዘርኢ ይቐትልዮም። ስለዚ ኣብ ከምዚ ዓይነት ኣጋጣሚታት እታ ኣንስተይቲ ኣታሊላ ምስ ዝተፈላለዩ ተባዕትዮ ትራኸብ፣ ንሶም ድማ እቲ ዝውለድ ናቶም ስለ ዝመስሎም ብጽቡቕ ይከናኸንዎ። ዓሳታት ፍልይ ዝበለ ኣገራሚ ዓይነት ኣገባባት ርክብ እዮም ዘካይዱ። ኣንስተይቲ ሳይስ ዝተባህለት ገዚፍ ዝርእሳ ዓይነት ዓሳ ንኣብነት ክትራኸብ ምስ እትደሊ ፍሉይ ሰሓቢ ጨና ትገብር እሞ እቲ ተባዕታይ ምስ ኣለጊቡ ይራኸብ። መስርሕ ምርኻብ ምስ ተወደኣ ኸኣ ክሳብ ብሞት ዝፈላለዩ ኣይትሰዶን እያ። ኣብ ገለ እዋን ክሳብ ዕስራ ተባዕትዮ ኣብ ኣካላታ ዘላገበት ኣንስተይቲ ሳይስ ከም እትርከብ ተመራመርቲ ይሕብሩ። ኣብ ካልኦት ዓይነታት ዓሳ ድማ እቲ ተባዕታይ ካብ ኣካላቱ ቢፕታይዳት ዝጽዋዕ ሰሓቢ ጨና ምስ ፈነወ፣ እታ ኣንስተይቲ ነቲ ጨና ብምሽታት እቲ ተባዕታይ ዝኾነ ሕማም ከም ዘይብሉን ካብኡ ብሉጽ ዓይነት ዘርኢ ከተፍሪ ከም እትኽእል ምስ ኣረጋገጸት ናብኡ ብምቕራብ ትዋሰቦ። ኣንስተይቲ ሻርክ ከኣ ተባዕታይ ኣብ እትስእነሉ እዋን ብዘይ ጸገም እንቋቑሖኣ ክትጸፍት ትኽእል። ቡናዊ ዓይነት ዓሳ ነባሪ ኣብ መንጎ ወርሓት ሕዳርን ጥርን ክራኸብ ኢሉ ኣሽሓት ኪሎ ሜተራት ብምጉዓዝ ኣብቲ ምውቕ ዝበለ ገማግም ባሕሪ መክሲኮ ምስ በጽሐ ምስ መጻምዱ ይዋሰብ። እቲ ዕላማ ነቲ ዝውለድ ዓሳ ነባሪ እኹል ሙቐት ዘለዎ ቦታ ንምርካብ እዩ። እቲ ዝተወልደ ዓሳ ነባሪ ምስ ዓኾኸ ድማ እታ ስድራ ዳግማይ ናብቲ ቆራሪ ክፍለ ዓለም ትምለስ። እቲ ዘገርም ናይ ክልቲኡ ዓይነት ጾታ ማለት ተባዕታይን ኣንስታይን መፍረ ኣካላት ዘለዎም ዓይነት ዓሳታት ምህላዎም እዩ። እዞም ዓሳታት ምስ ነብሶም ብምርኻብ እዮም ውሕስነት ቀጻልነቶም ዘረጋግጹ። ኣብ ገሊኡ ድማ ከከም ኩነታቱ ንዓይነት ዘርኦም ይለዋውጡ። ብዙሕ እዋን ኣንጭዋ ጎራሓ ክበሃል ንሰምዕ ኢና። እዚ ካብ ባዶ ዝነቐለ ኣይኮነን። ኣብ መንጎ ኣናጹ ምትሕውዋስ ዘርኢ ምእንቲ ከይፍጠር ተባሂሉ ዘርእቲ ተባዕታይ ማስትሽ ዝመስል ፈሳሲ ኣለዎ። እቲ ርክብ ምስ ተኻየደ፣ እቲ ዘርኢ ክሳብ ታንጭዋ ድቂ እትሕዝ ንኣፍ ብልዕታ ብምዕጻው ዝኾነ ካልእ ተባዕታይ ኣንጭዋ ከም ዘይራኸባ ይገብር። ቀጻልነት ዘርኢ ካብ ምውሓስ ኣብ ብዙሓት እንስሳታት ዝካየድ ተግባር እዩ። ሳኖሞፊዝ ዝተባህለ ጸሊም ዝሕብሩ ካናዳዊ ዓይነት ተመን ንኣብነት ግዜ ምርኻብ ምስ ኣኸለ ተባዕታይ ከንሱ ካብ ኣካላቱ ልክዕ ከምተን ኣንስትዮ ተባዕታይ ንምስሓብ ዝሰዶ ጨና ይሰድድ። እቶም ካልኦት ተባዕትዮ ተታሊሎም ድማ ምስኡ ይራኸቡ። ኩሎም ዘርኦም ምስ ወድኡ ቀሲኑ ምስቲ ኣንስተይቲ ብምርኻብ ዘርኡ የውሕስ። ኣንስተይቲ ዝብኢ ምስ እትፈልጦ ተባዕታይ ክትራኸብ ኣይትመርጽን እያ። ስለዚ እዮም ድማ እቶም ዝኣኸሉ ተባዕትዮ ኣዛብእ ካብቲ ዝዓበዩሉ ዕስለ ፍልይ ኢሎም ብምንቅስቓስ መጻምዲ ክረኽቡ ዝጽዕሩ። ዝብኢ ከም መጻምድን ወላድን ዘለዎ ጉባኣትን ሓላፍነትን ስለ ዘይስከም እታ ኣንስተይቲ ሓደ መጻምዲ ኣይትሕዝን እያ ምስ ባህ ዝበላ ኸኣ ትራኸብ። ወላ እኳ ርግቢት ምስ መጻምዳ እምንቲ ተኾነት ሓላሱን ዝተባህለት ኣብ ሃገራት ዓረብ እትርከብ ዓይነት ዑፍ ግና መጻምዳ ክምእርር ምስ ወፈረ ብሕቡእ ምስ ካልኦት ተባዕትዮ ትራኸብ ዕላማኣ ግና ስለ ምዛር ዘይኮነስ ብሉጽ ዘርኢ ንምርካብ ኢላ እያ ቅድሚ ምፍልላይና እምበኣር መለስ ኣንተኾነና ካልእ ኣገራሚ ተርእዮ ዓለም እንስሳታት ትንክፍ ከነብል ህጻናት ኮይንና ስራ ድሕሪ ምፍጻሞም ዝተላገቡ ኣኽላባት ርኢና ብእምኒ ከነጓየዮምን ክንፈላልዮምን ክንፍትንንሲ ንዝክሮዶ? ንምንታዮም ግና ኣኽላባት ኣብ እዋን ስራ ዝላገቡ? ነቶም ትፈልጡ ጽቡቕ ነቶም ከምዚ ከማይ ዘይትፈልጡ ግና እቲ ምስጢር ኣብ መርበባት ኢንተርነት ሃሰው ኢለ ረኺበዮ ኣለኹ እሞ ክጋብዘኩም። እዋን ስረኣ ዝኣኸለት ኣንስተይቲ ከልቢ ፍሉይ ጨና ብምስዳድ ነቶም ተባዕትዮ ትስሕብ። ፈሳሲ ዘርኢ ከልቢ ብቐሊሉ ናብ ደገ ስለ ዝወጽእ ምስቲ ብሉጹን ጽቡቕ ዓልየት ክወልደሉ ይኽእል እየ ኢላ ዝገመተቶ ተባዕታይ እናተራኸበት እንከላ እቲ ተባዕታይ ዘርኡ ምስ ሰፍሰሰ ክሳብ ምስቲ ናታ እንቋቑሖ ዝራኸብ ኣጥቢቓ ትሕዞ። ብድሕሪኡ ድማ ተኣማሚና ምስቶም ካልኦት ትራኸብ። በሉ ንሎሚ በዚ ይኣኽለና። ክሳብ ኣብ ካልእ ኣገራሚ ዛዕባ ዓለም እንስሳታት እንራኸብ ሰሰናዩ።